ሶፍያ ልብወለድ ታሪኽ ፍልስፍና ብኦስታይን ጎርደር ትርጉም ተኬ በየነ ተራኺ ተስፊት ዮሃንስ ምዕራፍ ዓሰርተ ሓደ፣ ስፒኖዛ፣ ኣባዥጎ መጻወቲ ባምቡላ ኣይኮነን። ክልቲኦም ኮፍ ኢሎም ንደቓሂቕ ኣይተዛረቡን። በቲ ኣብ ኮምፒተር ዘጋጠሞም፣ ኣልበርቶ ኣብ ሓሳብ ጥሒሉ ባህ ከም ዘይበሎ ስለ ዝገመተት፣ ደካርት ስግንጢር ሰብ ነይሩ ክኸውን ኣለዎ። ደሓር ውሩይ ሰብ ዶ ዀይኑ? ሓተተት። ኣልበርቶ እንቅዓ ኣስተንፊሱ፣ እወ፣ ኣገዳሲ ሰብ እዩ ዀይኑ፣ ብፍላይ ከኣ ነቲ ብድሕሪኡ ዝመጸ ሽሕን ሽዱሽተ ሚእትን ሰላሳን ክልተን ክሳብ ሽሕን ሽዱሽተ ሚእትን ሰብዓን ሸውዓተን ባሩክ ስፒኖዛ ዝተባህለ ፈላስፋ ኣገዳሲ ዀይኑ እሞ ብዛዕባ ስፒኖዛ ድኣ ዘይትዕለኒ ከምኡ እኮ እዩ መደበይ ክዕለክ እየ ዝኾነ ወታሃደራዊ ሓይሊ ከኣ ዝዓግተና የለን በለ ፈኺስዎ ሃየ እሞ ኣነስ እባ ኩላ ኣካላተይ እዝንያ ኮይና ዘላ ስፒኖዛ ኣብ ኣምስተርዳም ኣካል ኣይሁዳዊ ሕብረት ኮይኑ ጽኑዕ እምነት ዘይብሉ ተዋላዋሊ መናፍቕ ተባሂሉ ዝተወገዘ ፈላስፋ እዩ ነይሩ ኣብ ቀረባ እዋናት እውን ገለ ፈላስፋታት ከም ስፒኖዛ ብእምነቶም ዝተወገዙን ዝተሰጉን ነይሮም እዮም። ስፒኖዛ ነቲ ዝነበረ እምነት ክርስትናን ኣይሁዳነትን ኣብ ደረቕ ሃሜንነት ግዳማዊ ጽምብላትን ዝተሰረተ እዩ ኢሉ ስለ ዝነቐፎ እዩ ተወጊዙ። ንመጀመርያ ግዜ ንመጽሓፍ ቅዱስ ታሪኽ ቆጺሩ ነቐፌታዊ መግለጺታት ዝገበረሉ ድማ ንሱ እዩ። እም፣ ዝያዳ ክተብርሃለይ ዶ ምኸኣልካ? ስፒኖዛ ነቲ መጽሓፍ ቅዱስ ክሳብቲ ዝደቐቐ ቓላቱ ብመለኮታዊ መምርሒ ባጅጎ እዩ ተጻሒፉ ዝብል እምነት ፈጺሙ ነጸጎ። መጽሓፍ ቅዱስ ክነንብብ ከሎና ኣቐዲምና ዝተጻሕፈሉ ግዜ መዓስ እዩ ኢልና ክንሓትትን ክንፈልጥን እዩ ዝግብኣና። ኣብ ንሓድሕዱ ዝገራጮን ብዘይ ቃዶን ክውንነት ዝተመልአ እኮ እዩ ብምባል ብንጹር ነቐፌታዊ ዓይኒ ረኣዮ። ይኹን እምበር ኣብ መሰረታዊ ቅድመ ታሪኽ ሓድሽ ኪዳን እቲ ከም ኣፈኛ ባጅጎ ዚውሰድ ኢየሱስ ዚምህሮ ዝነበረ ከምቲ ከም ቅቡል ዚውሰድ ትምህርቲ ኣይሁድ ዘናግፍ ምዃኑ ሓበረ። ቀጺሉ ኢየሱስ ሃይማኖት ርትዒ እዩ ምሂሩ። ፍቕሪ ልዕሊ ኩሉ ምዃና ከኣ ዘፍጨ ርሒው። ፍቕሪ ማለት ከኣ ፍቕሪ ኣባጅጎን ፍቕሪ ሰብን ማለት እዩ። እዚ እናኾነ ከሎ ግን፣ ክርስትና ብውዳሴ ጽምብላትን ሃሜንነትን ጥራይ ዝረገጸ እዩ ኢሉ ገለጸ። በዚ ምኽንያትዚ ስፒኖዛ ካብ ሕብረተሰብ ተነጸለ፣ ስድራ ቤት እውን ከይተረፈ ከሓዲ ብምባል ፈንፈንዎን ናይ ውርሻ መሰሉ ኸልከልዎን። ተጻባእቱ ስለ ዝበዝሑ ኸኣ ካብ ሰብ ተነጺሉ ኣብ ፍልስፍናዊ ምርምሩ ብምትኳር ብሕቱው ናብራ ክነብር ተገደደ። ንኽነብር ከኣ መነጸር ጥርሙዝ ጸሪቡ እናወልወለ ክሸይጥ ጀመረ። ገለ ካብቶም ዝጸረቦም መነጸራት ከኣ እንሆ ዝዓቀብክዎ ርኣዪ። ኣህ! ኣዝዩ ዝምስጥ ስራሕ! በለት ተገሪማ። እቲ ዘገርም ስፒኖዛ ደቂ ሰብ ንህይወት ብፍሉይ ሓድሽ ኣንፊ ክጥምቱ ኣለዎም ኢሉ ይኣምን ስለ ዝነበረ እቲ ዝጸርቦን ዝውልውሎን ዝነበረ መነጸራት ከም ሰንደቕ እምነቱ እዩ ዝቝጸር። ፈላስፋታት፣ ህዝቢ ንህይወት ብሓድሽ ኣንፈት ክርኢ ክሕግዝዎ ከም ዝግባእ ከኣ ይዛረብ ነይሩ። ሓደ ኻብቶም ጽኑዓት ኣዕኑድ ፍልስፍናኡ ኸኣ፣ ህይወት ብናይ ዘለኣለማውነት ኣንፊ ወይ መነጸር ክትጥመት ኣለዋ ስለ ዝበለ እዩ። ዘለኣለማውነት ማለት ዘለኣለማውነት ኣንፊኸ እንታይ ማለት እዩ? እወ ሶፊ፣ ንገዛእ ርእስኺ እሞ ኣካል ናይቲ ዓቢ ኣድማስ ወይ ቆዝሞስ ኮይንኪ ረኣይያ። ኣነ ሶፍያ፣ ሓንቲ ንእሽቶ ኣዝያ ደቃቕ ፍጥረት፣ ኣካል ናይቲ ዝዓበየ ቆዝሞስ፣ ሰማይ፣ ምድርን ውቅያናሳትን ኢልኪ ሕሰቢ እሞ፣ ኣብ ንእሽቶ ቋሕ ሰም ኣጠቓሊልኪ ረኣይዮ። ንባዕልኺ ኣካል ናይዚ ኩሉ ምዃንኪ የገንዝበኪ እዩ። ስፒኖዛ ኩሉ ባህርዩ ጥራይ ኣይኮነን ኢሉ። ንኣባጅጎ ምስ ባህርያት ተኣሳሲሩ፣ ኣብ ባጅጎ ኩሉ እዩ ኩሉ ኸኣ ኣብ ባጅጎ ኣሎ ኢሉ እሞ ኣብ እምነተ ኩሉ እዩ ዝኣምን ነይሩ ልክዕ ከምኡ እዩ ዝኣምን ነይሩ ኣብ ባጅጎ ንዓለም ዝፈጠሮ እኮ ኣማዕድዩ ንኽዕዘቦ ኢሉ ኣይኮነን ኣብ ባጅጎ ንባዕሉ ዓለም እዩ ዓለም ድማ ኣብ ውሽጢ ባጅጎ እዩ ዘሎ ክብል ከሎ ሃዋርያ ጳውሎስ ንደቂ ኣተነ ዝበሎም እዩ ዝጠቅስ ኣብኡ ንነብር፣ ብእኡ ንንቀሳቐስ፣ ብእኡ ኸኣ ህላወና ነረጋግጽ። ናይ ስፒኖዛ ውርይቲ መጽሓፍ ስነ ምግባር ብጂኦሜትሪ ክግለጽ ከሎ ትብል እያ። ኣርእስታ ስግንጢር እያ ትመስል፣ ግን ስነ ምግባር ማለት ሰባት ምእንቲ ጽቡቕ ክነብሩ ክመሃርዎ ዘሎም ሞራላዊ ጠባይ ማለት እዩ። ናይ ሶቅራጦስን ኣሪስቶትልን ስነ ምግባር ክንብል ከሎና እውን፣ ከምኡ ማለትና እዩ። ናይ ሎሚ ስነ-ምግባር ግን፣ ሕግታት ህይወት ተባሂሉ ክሳብ ኣፍንጫ ካልእ ሰብ ዘይምትንካፍ ጥራይ እዩ ትርጉሙ። ንባዕልኻ ጥራይ ምሕሳብ ናብ ስስዐ ወይ ነፍሰ-ፍትወት ይመርሓካ ማለት እዩ። ወሰኸት። ዳርጋ ከምኡ እዩ። ስፒኖዛ ብዛዕባ ስነ-ምግባር ክዛረብ ከሎ፣ ብዛዕባ ብልሓት ኣነባብራን ሞራላዊ ጠባይን ማለቱ እዩ። ወላ ከምኡ ማለቱ ይኹን ብጂኦመትሪ ክግለጽ ማለቱ ኣይተረድኣንን። ብጂኦመትሪ ኣገባብ ክብል ከሎ ንንጹር ኣገላልጽኡ ከብርህ ዝተጠቕመሉ ኣገላልጻ እዩ። ናይ ደካርት እውን ዘክርዮ ንፍልስፍንኡ ብቁጽራዊ ኣገባብ ክገልጾ ክፍትን ከሎ ሓደ ፍልስፍናዊ ሓሳብ ኣብ ስነ ሞጎት ዝተሰረተ ንጹር መግለጽ ክወሃቦ ኣለዎ ማለት እዩ። ስፒኖዛ ድማ ከምቲ ናቱ ኣገባብ ርትዓዊ ባህሊ ወሪሱ እዩ። ህይወት ደቂ ሰብ ብኣድማሳዊ ሕጊ ባህርይ ከም ዝግዛእ ከርኢ ዝፈተነ። በዚ ምኽንያት'ዚ ከኣ እዩ ሰባት ካብ ዝኾነ ስምዒትን ድንጋጸን ነጻ ክንከውን ይግበኣና፣ ከምኡ እንተዘይኮይንና ሕጉስ ህይወት ክህልወና ኣይክእልን እዩ ዝበለ። ከም ሓቂ ግን ሰባት ብሕጊ ባህርይ ጥራይ ኣይንግዛእን እኮ ኢና። ወሰኸት ሶፍያ። መቸም ስፒኖዛ ብቐሊሉ ዝርድኣካ ፈላስፋ ኣይነበረን። ንትምህርቲ እሞ በብንእሽቶ እናጨራረምና ንርኣዮ። ከም ትዝክርዮ ደካርት፣ ሓቂ ወይ ርጉጽነት ክልተ ዝተፈላለዩ ትሕዝቶ፣ ሓሳብን መለቀብታን እዮም ኢሉ ይኣምን ነይሩ። ትሕዝቶ ክንብል ከሎና ሓደ ነገር ዝውንኖ ባእታ ማለት እዩ። ወይ ከኣ ትሕዝቶ ሓደ መሰረታዊ ነገር እዩ እትብሎ ናብ ዝነኣሱ ከተዳቕቖ እትኽእል ግዛዕ ማለት እዩ። ስለዚ ደካርት በዞም ክልተ ጥራይ እዩ ዝዓዪ ነይሩ። ነገር ማለት ወይ ሓሳብ እዩ ወይ ከኣ መልእቀብታ እዩ፣ ካልእ መግለጺ የብሉን ይብል ነይሩ። ስፒኖዛ ግን ንነገር ኣብ ክልተ ምኽፋል ብምቅዋም ሓደ ትሕዝቶ ጥራይ ዘሎ፣ ኩሉ ህሉው ዘበለ ኣብ ሓደ ሓቂ ወይ ርግጽነት ጥራይ ዝጠቐለል ይብል። ስፒኖዛ ነዚ ሓደ ትሕዝቶ ዝብሎ፣ ሓደ ሓደ እዋን ኣብ ባዥጎ ወይ ባህሪ ይል ይሰምዮ። ስለዚ ስፒኖዛ ከም ደካርት ክልተኣዊ ዘይኮነ ንባህሪ ህያብ ሓደ ትሕዝቶ ስለ ዘጠቓልሎ እንኮኣዊ ነይሩ ይብሎ። ካብዚ ንላዕሊ እሞ እንታይ ክፈላለዩ? በለት ሶፍያ። ኣብ ሞንጎ ደካርትን ስፒኖዛን ዝነበረ ፍልልይ ግን ከምቲ ካልኦት ዝብልዎ ምሒር ዓሚዩቕ ኣይነበረን። ደካርት ኣባጅጎ ንበይኑ ነጻ ህላወ እዩ ዘለዎ ኢሉ። ብኣንጻሩ ስፒኖዛ ንኣባጅጎ ምስ ባህሪ፣ ንኣባጅጎ ምስ ፍጥረቱ ስለ ዘተኣሳስሮ፣ ካብ እምነት ደካርት፣ ኣይሁዳውያንን ክርስትያንን ርሒቑ ተፈልዩ። እሞ ባህሪ ኣባጅጎ እዩ በቃ ኣርባዕተ ነጥቢ? ሓተተት ስፒኖዛ። ባህሪ ክብል ከሎ እቲ መለቀብጣህ ባህሪ ጥራይ ማለቱ ኣይነበረን። ንዕኡ ትሕዝቶ ኣብ ባዥጎ ወይ ባህሪ ክብል ከሎ ኩሉ ህሉው ነባሪ እንኮላይ መንፈስ ሓዊስካ ማለት እዩ። ሓሳብን መለቀብታን ክልቲኡ ማለትካ ድዩ? ልክዕ ኢልክያ። ብእምነት ስፒኖዛ ደቂ ሰብ ክልተ መርኣያ ባዥጎ እዮም ዝፈልጡ፣ ሓሳብን መለቀብታን ወይ ከኣ ኣባዥጎን ባህርን እዮም። መርኣያ ባዥጎ ካብዘም ክልተ ንላዕሊ ክህሉ ክእል እዩ። ደቂ ሰብ ግን ነዞም ክልተ ጥራይ'ዮም ዝፈልጡ ብምባል ምስ ደካርት ይሰማማዕ። ከመይ ዝበለ ዝተሓላለኸ ኣገላልጻ ደኣ እዩ'ዚ ወደይ! ኣየናይ ምትሕልላኽ'ከ? ንኣገላልጻ ስፒኖዛ ክትርዳእ መዶሻን መንደልን የድልየካ። ሓንሳብ ፈንቂልካ ምስ ረኸብካዮ ግን ከም ኣልማዝ'ዩ ተነጺሩ ዘንጸባርቕ። በል እስኪ ቀጽል፣ ክፈልጦ ተሃዊኸ ኣለኹ። ኩሉ ኣብ ባህሪ ዘሎ ሓሳብ ወይ ከኣ መለቀብታ እዩ ኢሉና ኣሎ። ካብቶም ዝተፈላለዩ ኣብ መዓልታዊ ናብራና ዘጋጥሙና ተርእዮታት ከኣ ከም ዕንበባ፣ መዝሙር ዝኣመሰሉ ቅርጺ ናይ ሓሳብ ወይ ናይ መለቀብታ እዮም። እዚ ቅርጺ እዚ ድማ ትሕዝቶ ወይ ኣባዥጎ ወይ ባህሪ ዝሕዞ ፍሉይ ጠባይ እዩ። ንኣብነት ዕንበባ መለለዪ ቅርጺ ናይ መለቀብታ እዩ። መዝሙር ብዛዕባ እታ ዕንበባ ከኣ መለለዪ ቅርጺ ሓሳብ እዩ። ክልቲኦም ድማ መሰረታዊ መግለጺ ትሕዝቶ ወይ ኣባጅጎ ወይ ድማ ባህሪ እዮም። እቲ ሕቶ ከምቲ ስፒኖዛ ኣብ መግለጺኡ ዝተሓላለኸ ዘምስሎ ኣይኮነን። ቀሊል እዩ። ብድሕሪ እቲ ዓጸቐ ኣገላልጽኡ፣ ፍሉይ፣ ብንቡር መዓልታዊ ቋንቋና እውን ንምግላጹ እንሽገር ቀሊል መረዳእታ ኣለዎ። ኣነስ በቲ ንቡር መዓልታዊ ቋንቋና እንተገለጽካለይ ምሓሸኒ። ግርም እምበኣር ባኽ ጅምሬ ከብድኺ እንተተቐሪጽኪ መን እዩ ዝሳቐ? እወ ከምቲ ዝበልካዮ እንተተቐሪጸ ኣነ ባዕለይ እየ ዝሳቐ። ግርም! ደሓር ከብድኺ ተቐሪጽኪ ከም ዝነበርኪ ክትዝክሪ ከሎኺ መን እዩ ዝሓስብ? ሕጂውን ኣነ ባዕለይ። ስለዚ ንስኺ ሓንሳብ ከብዳ ተቐሪጻ ዝተሳቐየት፣ ጸኒሓ ከኣ፣ ተቐሪጻ ከም ዝነበረት እትሓስብ ሓንቲ ንጽል ሰብ ኢኺ ማለት እዩ። ስፒኖዛ ከም ዝብሎ ኸኣ፣ ኵሎም ውድዓዊ ነገራትን ዘጋጥሞም ፍጻሜታትን መግለጺ ናይ ኣባጅጎ ወይ ባህሪ እዮም። ስለ ዝዀነ፣ እቲ እንሓስቦ እውን ናይ ኣባጅጎ ወይ ናይ ባህሪ ሓሳባት እዩ። ምኽንያቱ ኵሉ እንኮ እዩ። ሓደ ኣባጅጎ፣ ሓደ ባህሪ፣ ሓደ ትሕዝቶ ጥራይ ዘሎ ስማዕ እንዶ ኣነ ሓደ ነገር እንተ ሓሲበ ኣነ ባዕለይ እየ ዝሓስቦ ክንቀሳቀስ ከለኩ ከኣ ኣነ ባዕለይ እየ ዝንቀሳቀስ ኣብዚ ባጅጎ እንታይ ኣምጽኦ ንስኺ መን ኢኺ ሶፍያ ኣማኑስ ኢኺ ግን ንስኺ ብተወሳኺ መግለጺ ናይቲ ደረት ኣልቦ ግዙፍ መግለጺ ውን ኢኺ እንተ ደሊኺ ኣነ ሓስብ ኣነ እንቀሳቐስ ክትብሊ ትኽእሊ ኢኺ። ባህርይ ዝሓስበለይ ዘሎ ወይ ባህርዩ ብኣይ ገይሩ ዝንቀሳቐስ ዘሎ ክትብሊኸ ኣይትኽእልን ዲኺ? እቲ ሕቶ በየናይ መነጽር ትርእይዮ እዩ። ባዕለይ ክውስን ኣይክእልን ማለትካ ድዩ? እወ፣ ኣይፋለየን ከኣ። ኣጻብዕትኺ ከም ድላይኪ ከተንቀሳቕስዮም ትኽእሊ ኢኺ። ኣጻብዕትኺ ግን ካብ ባህርያዊ ምንቅስቓስ ክወጹ ኣይክእሉን እዮም። ኣጻብዕትኺ ካብ ኢድኪ ተመንጢሎም ግን ኣብ መሬት ኣይስዕስዑን እዮም። በቲ ሓደ ሸነኽ ከኣ ንስኺ ኣብቲ ግዙፍ ቅርጺ ህላወ ቦታ ኣለኪ። ሶፍያ ኢኺ፣ ግን ንባዕልኺ ሓንቲ ኣጻብዕ ናይ ኣባጅጎ ከኣ ኢኺ። እሞ ኩሉ ነገር ዝገብሮ ኣባጅጎይ ዝውስነለይ ማለት እዩ። ባህርይ ወይ ሕጊ ባህርይ እዩ። ስፒኖዛ ዝኣመነሉ ኣባጅጎ ወይ ሕጊ ባህርይ ውስጠ ጠንቂ ናይ ኩሉ ፍጻሜታት እዩ። ግዳማዊ ጠንቂ ኣይኮነን፣ ምኽንያቱ ከኣ ኣባጅጎ ብሕጊ ባህርይ ጥራይ ኣቢሉ ስለ ዝሰርሕ እዩ። እቲ ፍልልዩ ግን ኣይተረዳእንን። ኣባጅጎ እኮ ፈትልታት እናሰሓበን እናዝለቐን ባምቡላ ዘጻውት ኣይኮነን። ሓደ ባምቡላ ዘጻውት ሰብ፣ ዝተፈላለዩ ፈትልታት እናሰሓበ ነታ ትስዕስዕ ባምቡላ ኣብ ልዕሊኣ ኮይኑ ከም ድላይ ገይሩ እዩ ዘንቀሳቐሳን ዘቆጻጸራን። እዚ ሰብ እዚ ሕጂ ግዳማዊ ጠንቂ ምንቅስቓስ ናይታ ባምቡላ እዩ። ኣባጅጎ ግን ብኹም ኣገባብ ኣይኮነን ንዓለም ዝቆጻጸራ። ሕጊ ባህሪ እዩ መሳርሒኡ። ስለዚ ባጅጎ ወይ ባህሪ ውሽጣዊ ጠንቂ ናይ ኩሉ ዝፍጸም ተርእዮታት እዩ። እዚ ማለት ከኣ ኩሉ ኣብ ነገራዊ ዓለም ዝፍጸም ብኣድላይነት እዩ። ስፒኖዛ ኣብ ሕቶ ነገራዊ ወይ ባህርያዊ ዓለም ኣዝዩ ጽኑዕ ኣረኣእያ ነይርዎ። ቀዲሙ'ውን ከምኡ ኢልካ ነይርካ መስለኒ። ምናልባት ንስቶይካውያን ዘኪርኪ ከይትኾኒ። ስቶይካውያን፣ ኩሉ ዝፍጸም ተርእዮ ካብ ኣድላይነት'ዩ ዝብገስ ኢሎም ነይሮም። ሰብ ብስምዒታቱ ዝግዛእ ክመስሎ የብሉን። ናይ ስፒኖዛ ስነ-ምግባር ከኣ ከምኡ'ዩ ዝብል። ይርድኣኒ ኣሎ። ግን ሕጂ'ውን ባዕልኺ እትውስንዮ ነገር የሎን ምባልካ ባህ ኣይበለንን። ሕራይ እስከ ብዛዕባ ሓደ ቅድሚ ሰላሳ ሽሕ ዓመት ኣብ መዋእለ-እምኒ ዝነብር ዝነበረ ቆልዓ ንሕሰብ። እናዓበየ ክኸይድ ከሎ፣ ደድሕሪ እንስሳ ዘገዳም እናኸደ ጭማራ ይድርቢ። ጸኒሑ ሓንቲ መሰጥኦ የፍቅር። ይወልድ። ነቶም ሽዑ ዝነበሩ ጣኦታት ከኣ የምልኽ። እዚ ኹሉ ባዕሉ'ዩ ዝውስኖ ነይሩ ክንብል ንኽእልዶ መስለኪ? እንድዒ። ብዛዕባ ሓደ ኣንበሳ ኣብ ኣፍሪቃ ከኣ ንሕሰብ። ደድሕሪ ኢራብን ዓጋዜንን ንኽሃድን ባዕሉዶ ዝወሰኖ መስለኪ? እንታይ ኮይኑ እዩ ካብ ሕጂ ንኔው ኣነ ከም ከብቲ ሳዕሪየ ዝምገብ ኢሉ ዘይወሰነ? ኣንበሳ ደኣ ንባህሪ ክእዘዝ ኣለዎ እምበር። ሕግታት ባህሪ ማለትኪ እዩ። ልክዕ ንስኺ ኸኣ ኣካል ናይ ባህሪ ስለ ዝኾንኪ ከምኡ ኢኺ። ክትቃወሚ ትኽእሊ ትኾኒ። ኣንበሳ ግን ሓደ ዘይሓስብ ዘይውስን ፍጥረት ከም ሰብ ነጻ ኣይኮነን። ደካርት እውን ከምኡ ኢሉ እኮ እዩ ኢልኪ ንሓሳብኪ ከም መራጎዲ ተቕርብዬ ትኾኒ። ግን ሕጂ እውን ብዛዕባ ሓዳስ ዝተወልደት ህጻን ሕሰቢ። ውልድ ምስ በለት ትጭድርን ትበክን። ጸባ እንተስኢና ንዓባይ ኣጻብዓ ትጠቡ። እዛ ህጻን እዚኣ ነጻ ውሳኔ ኣለዋዶ ትብሊ? ኣይመስለንን። መዓስ እያ ብናጻ ውሳነ ብድሌታ እትጓዓዝ? ድሕሪ ክልተ ዓመት ክትጎዪ ትጅምር። ንኹሉ ዝረኣየቶ ክትሕዝ ትደሊ። ድሕሪ ሰለስተ ዓመት ነዲኣ ትንጽንጻ። ኣብ ራብዓይ ዓመታ ካብ ጸልማት ክትፈርሕ ትጅምር። እዚ ኩሉ ካበይ ኣምጺኣቶ? ብነጻ ድሌታ ድዩ ሶፍያ? እም እንድዒ! ብድሕሪኡ ዓብያ ጓል ዓሰርተ ሓሙሽተ ምስ ኮነት፣ መስትያት ምርኣይ ተብዝሕ፣ ትምሸጥ፣ ትኳሓል። ኣብዚ ዕድመ እዚ ድያ ብናይ ገዛእ ርእሳ ድልየትን ውሳነን ክትጓዓዝ ትጅምር? ኣበይ ክትበጽሕ ከም ዝደለኻ ፈሊጠካ ኣለኹ። በለቶ እናሰሓቐት። እታ ቈልዓ ሶፍያ ኣማንዮስ እያ። ሶፍያ ግን ብሕግታት ባህሪ ክትጓዓዝ ናይ ግድን እዩ። ኩሉ እትገብሮ ብኸመይ እዩ ዝተሓላለኸን ዘይርዳእን ኮይኑ እዩ እምበር እቲ ሕቶ ኣብ ሕግታት ባህሪ እዩ ዝምርኮስ። ሕጅስ ይኣኽለኒ መምህር በሊ ሓንቲ ናይ መወዳእታ ሕቶ ቅድም መልሲ ክልተ ሓደ ዕድመ ዘለወን ዝኣረጋ ኣግራብ ኣብ ሓደ ዓቢ ጀርዲን ኣለዋ ንበል እታ ሓንቲ ኣብ ጽቡቕ ቦታ ፀሓይን ማይን ኣብ እትረኽበሉ ስቡሕ መሬት ክትዓቢ ቐላ እታ ሓንቲ ኸኣ ኣብ ፀሓይ ዘይትረኽበሉን ረቂቕ መሬትን ማይ ዘይብሉን እያ ዘላ ንበል ኣይነተን እያ ዝዓበየን ብዙሕን ፍረ እተፍሪ። እዚ ደኣ ርዱእ እንድዩ፣ እታ ኣብ ጽቡቕ ቦታ ዘላ እምበር። ብእምነት ስፒኖዛ እዛ ገረብ እዚኣ ናጻ እያ፣ ክትምዕብልን ክትዓብን ዘለዋ ባህርያዊ ተኽእሎታት ከኣ ትጥቀመሉ እያ። ናይ ቱፋሕ ገረብ እንተ ዀይና ግን ብርቱኻን ወይ ወይኒ ኽተፍሪ ኣይትኽእልን እያ፣ ቱፋሕ ጥራይ እያ እተፍሪ። ንደቅሰብ ከኣ ከምኡ እዩ፣ ውልቃዊ ምዕባለናን ዕብየትናን። ንኣብነት ብፖለቲካዊ ኩነታትና ከባቢና ክግታእ ይኸእል እዩ። ብግዳማዊ ተርእዮታት ክንቅሰብ ንኸእል ኢና። ነቲ መፋጥርትና ዝኾነ ተኽእሎታት ብነጻ ክንጥቀመሉ እንተኸኢልና ጥራይ ኢና ክንዓብን ክንምዕብልን ንኸእል። ስለዚ ብውሽጣዊ ዓቕምታትናን ብግዳማዊ ኩነታትናን ክንግዛእ ናይ ግድን እዩ። ልክዕ ከምቲ ናይ መዋእለ እምኒ መንእሰይ ኣንበሳ ኣፍሪቃን፣ ገረብ ቱፋሕን ሕጂ ኢደይ ዝሃብኩ መስለኒ። ብኣበሃህላ ስፒኖዛ ሓደ ነባሪ ጥራይ'ዩ ናቱ ፍጹም ጠንቅን ፍጹም ናጽነትን ዘለዎ፣ ንሱ ከኣ ኣባጅጎ ወይ ባህሪ'ዩ። ኣባጅጎ ወይ ባህሪ ጥራይ ከኣ'ዩ ነጸብራቕ ወይ መግለጺ ዘይሃንደበታዊ መስርሕ፣ ሰብ ብዘይ ግዳማዊ ጸቕጢ ነጻ ኮይኑ ክነብር ይጽዕር፣ ግን ኣይዕወትን እዩ። ኩሉ ኣብ ውሽጢ ስጋና ዘሎ ክንቆጻጸሮ ዓቕሚ የብልናን። መሰረታዊ መግለጺ ናይ መለቀብታ ስለ ዝኾነ፣ ከምኡውን ኩሉ ኣብ ሓሳባትና ዘሎ ክንቆጻጸሮ ዓቕሚ የብልናን። ነጻ ነፍሲ ስለ ዘይብልና። ስለዚ ሰብ እሱር ናይቲ መካኒካዊ ኣካሉ እዩ ማለት እዩ። ንኽትርድኦ ግን ቀሊል ኣይኮነን። ስምዑኒ ደኣ። ከም ህርፋንን ህንጡይነትን ዝኣመሰሉ ስምዒታትና እዮም፣ ሓቀኛ ተድላን ቅሳነትን ንኽንረክብ ዝዕንቅፉና ይብል ስፒኖዛ። ኩሉ ዝፍጸም ተርእዮ፣ ካብ ኣድላይነት ከም ዝብገስ እንተ ንግንዘብ፣ ትርጉም ኣጠቓላሊ ባህሪን እንታይነቱን ምፈለጥና ነይርና። ኩሉ ተዛማዲ ምዃኑ፣ ኩሉ ኣብ እንኮ ከም ዝጥርነፍ ምፍላጥ ማለት፣ ዕላምኡ ኩሉ ህሉውን ዝነብርን ብሓደ ተሓቛቛፊ ግንዛበ ንምርኣይ እዩ። እዚ ምስ ተገንዘብካ ጥራይ ኢኻ ሓቀኛ ተድላን ቅሳነትን ዝርከብ። በዚ ምኽንያት'ዚ ድማ ስፒኖዛ ኩሉ ብናይ ዘለኣለማውነት ዓይኒ ክርኣ ኣለዎ ይብል። ኣንፊ ዘለኣለማውነት ኢልና እንዲና ጀሚርና ሓቀይ? በኣ ኸኣ ንውድእ! ኢላ ክትብገስ ተንስአት። ቅድሚ ምኻድኪ'ባ ሓንቲ ፍረ ብልዒ። ኢሉ ሸሓኒ ፍረታት ኣቕረበላ። ሶፍያ ሓንቲ ሙዝ ንሱ ኸኣ ሓንቱ ቱፋሕ ኣልዓሉ። ነታ ሙዝ ክትቀርፋ ምስ ሓዘታ ኣብ ዝባና፣ ሕጂ ኸኣ እኖ ኹሊላይ፣ ኣነ ኣብ ኩሉ'የ ዝርከብ፣ ሕጉስ ልደት እግበረልኪ፣ ትብል ጽሑፍ ንኣልበርቶ ብምግራም ኣበበትሉ። ዘይገብሮ'ኮ'ዩ ዘይብሉ። ጉዳም ወተሃደር! በለ ኣልበርቶ። ከመይ ገይሩ ክኸውን ይኽእል? ኣብ ሊባኖስዶ ሙዝ ይበቁል እዩ? እዚኣ እኳ ኣይበልዓን እየ። ደሓን ኣይትብልዕያ። ንጓሉ ናይ ልደታ መልእኽቲ ሓጎስ ኣብ ቅራፍ ባናና ዝጽሕፋ ኣቦ ጽሉል ክኸውን ኣለዎ። በታ ሓደ ሽነኽ ግን በሊሕ ሓንጎል ኣለዎ እምበር። እሞ በሊላይሲ ደንቆሮ ኣይኮነን ዲኻ ትብለኒ ዘሎኻ? ንሱ ንኸውን ንዓኻ ብ ክንዲ ብስመይ እትጽውዓኒ ሊላይ ከም ትብለኒ ዝገብረካ ዘሎ? ኣይንተሃወኽ ሶፍያ፣ ምናልባት ጸኒሕና መግለጺ ክንረኽበሉ ንኽእል ንኸውን። ኩሉ ህይወትና ሕልሚ ውን ይኸውን እንታይ ይፍለጥ። ሕጂ ግን ተሃዊኸ ኣደይ ከይተኹርዕ ቀልጢፈ ንገዛና ክኸይድ ኣልበርቶ ማዕጾ ከፊቱ ከፋንዋ ከሎ፣ በሊ ብደሓን የራኽበና ሊላይ ጓለይ። ኢሉ ማዕጾ ብድሕሪኣ ዓጸዎ።

ጽሑፍ ዘይብሉ ሌጣ ጸሊም ሰሌዳ። ሶፍያ ካብ ኣልበርቶ ተፋንያ ሰዓት ሸሞንተን ፈረቓን ናይ ምሸት'ያ ገዛ በጺሓ። ካብቲ ዝሓሰበቶ ሓደ ሰዓትን ፈረቓን ብምድንጓያ፣ ኣዲኣ ተሻቒላ እንዳ ሓበሬታ ደዊላ፣ ኣልበርቶ ዝበሃል ሰብ ዝፈልጡ እንተ ኾይኖም ሓቲታ፣ ከም ዝሰሓቑዋ ብሕርቃን ንሶፍያ ነገረታ። እዚ ናትኪ ነገር መመሊሱ የሕሪቐኒ'ሎ ሶፍያ። እሞ እንታይ ክገብር? ትምህርቲ እንድዩ መቂሩኒ ሕጂ እሞ ከኣ ሓደ ገዚፍ ምስጢር ክንፈትሕ ቀሪብና ኢና ዘሎና እስከ ግደፊ ንሃጠው ቀጠው ኣይትዛረቢ ንምዃኑ ዕድመ ዓዲምክዮ ዶ እም ኣይነገርክዎን ረሲዐዮ ነቲ ሰብኣይ እንተደንጉየ ጽባሕ ክረኽቦ ኣለኒ ንገዝኡ ከይድኪ ትነግርዮ ኣብዚ ዕድሜኺ ደድሕሪ ሰብኣይ ኮለል ክትብሊ ኣይቅበሎን እየ ማማ ኣልበርቶ ደኣ እንታይ ዘፍርሕ ኣለዎ ዘፍርሕስ ኣቦ ሊላይ እምበር ሊላይ ከመን እያ ሓተተት ኣዲኣ ሊላይ እቲ ኣቦኣ ኣብ ሊባኖስ ዘሎ ንሱ እሞ ዝገድድም ፈራሕክዮ ዓለም ብምልእታ ዝተቆፃፀራ እዩ ዝመስል ዎ በል ቀልጢፍኩም ሰላር ብርቶ እንተዘይራኺብክኒ ድሕሪ ሕጂ ተወዝ ኢልኪ ንገዝ እቢልኪ ትኸዲ ባዕሉ ክትፈልጢ። ሶፍያ ሕስብ ኣቢላ ብጉያ ካብ መደቀሲኣ ነታ ቪድዮ ካሴት ሒዛ ተመሊሳ ነዲኣ ሕጂ ነዛ ቪድዮ እዚኣ ምስ ረኣኺ ክረኽቦ ክተፈቕድለይ ምዃንኪ እፈልጥ እየ ኢላ ነታ ካሴት ወሊዓ ከተርእያ ጀመረት። ቪድዮኺ ሂቡኪ ድዩ? ካብኣተን እያ መጺኣ። ጥንታዊ ኣክሮፖሊስ ብድሕሪኡ ገይሩ፣ ኣልበርቶ ብቐጥታ ምስ ሶፍያ ክዛረብ ምስ ረኣየቶ፣ ኣዲኣ ብስንባደ ኣፋ ዓበሰት። ኣብቲ ጥንታዊ ከተማ ብዙሓት በጻሕቲ ክዘሩ፣ ኣብ መንጎ ሓደ ጕጅለ ብሓንቲ ሊላይ ዝተጻሕፈታ ታቤላ፣ ኣልበርቶ ነቲ ኣክሮፖሊስ ሓሊፉ ናብታ ሃዋርያ ጳውሎስ ንደቂ ኣተነ ስብከት ዝገብረላ ኵርባ ኣርፓጎስ ደይቡ ከሎ ብቐጻሊ ኸኣ ንሶፍያ ክትዛረብ ርእያ ደንጸዋ። ጸጽኒሓ ገለ ናይ ምግራም ቃላት ይመልቋ። ጳውሎስ ኣተና ከም ዝበጽሐ ዘይትፈልጥ ምዃናውን ተገሪማ ተዛረበት። ዘደንቕ እዩ። ሕጂ ኸኣ ብዛዕባ እታ ጻዕዳ ማንቲለ ጠቒሱ ሓድሽ ህንጻታት ከም ቃንጥሻ ቦሎኽ ቦሎኽ ክብሉ ተዓዘበት። መመሊሳ ትግረም። ሽዑ ሶፍያ ነታ ካሴት ኣቋረጸታ። ንኣዲኣ ምስ ሶቅራጦስን ፕላቶን ከተላልያ ኣይደለየትን። ንሱ ምስጢር ኮይኑ ይጽናሕ ኢላ ስለ ዝሓሰበት እያ። ነታ ካሴት ምስ ኣዲኣ ክትርእያ ከላ፣ እታ ሊላይ ዝተጻሕፈታ ታቤላ ረሲዓታ ከም ዝጸንሐት ዘከረት። ቪድዮ ምስ ተቋረጸት ክልቲኤን ኣይተዛረባን። ኣዲኣ ካብ ምግራም ዝተላዕለ ስቕ በለት። ማማ፣ ኣልበርቶ ከመይ ረኺብክዮ? ባዓል ሸም ሰብኣይ እዩ እዚ እምባር ኣልበርቶ ጉዳም ሰብኣይ እባ ንሓንቲ ዘይፈልጣ ቆልዓ ክምህር ኢሉሲ እዚ ኩሉ መገሻን ጻዕርን መዓስ እዩ ንኣ ተነኺዱ እንታይ ፈሊጠ ኢልክኒ እቲ ዘገርም ከኣ ልክዕ ነቲ ኣብታ ጎጆ ዝቕመጥ ዝነበረ ሰብኣይ እዩ ዝመስል ምናልባት ንሱ ባዕሉ ይኸውን ማለት ንሱ ክኸውን ይኽእል እዩ ማማ ንዓሰርተ ሓሙሽተ ዓመት ዝኣክል ግን ሰብ ርእይዎ እኮ ኣይፈልጥን እዩ። ኣበይ ነይሩ? በለት ኣዲኣ። ብዙሕ እዩ ዝገይሽ። ምናልባት ኣብ ኣተና ይቕመጥ ነይሩ ይኸውን። ዘገርም እዩ። ሕጂ ኣብዛ ቪድዮ ምስ ረኣኽዎ ምስቲ ኣብ ሰብዓታት ዝረኣኽዎ ከነጻጽሮ ከለኹ ፈጺሙ ይቀየረን። ከምኡ ኢሉ እዩ ዘሎ። ስሙ ከኣ ናይ ባዕዲ እዩ። ኣልበርቶ ቀይሲ ዲኺ ትዝክሪ ወይስ ኣልበርቶ ከይሲ? ሓተተት ሶፍያ። ክልተ ድዮም ከ? ፈጺመ ኣይዝክሮን'የ። ብድሕር'ዚ ሶፍያ ጠምያ ዝብላዕ ከም ዝደለየት ንኣዲኣ ምስ ሓተተታ፣ ብዛዕባ ኣልበርቶ ዕላል ተቋረጸ። ሶፍያ ኣዲኣ ዝሓበረታ ጸብሒ ኣውዒያ በልዐት። ሶፍያ። ድሃይ ኣልበርቶ ከይረኸበት ክልተ ሰሙን ሓለፈ። ናብ ሊላይ ዝተላእከት ናይ ዕለተ ልደት ፖስትካርድ ግን ደጊማ ተቐበለት። መዓልቲ ልደታ ቀሪቡ ክንሱ ከኣ ንዓኣ ንሶፍያ ዝምልከት ፖስትካርድ ክሳብ ሕጂ ዋላ ሓንቲ እኳ ኣይረኸበትን። ሓደ ድሕሪ ቐትሪ፣ ናብቲ ናይ ጥንቲ ኸተማ ብምዃድ ገዛ ኣልበርቶ ዃሕኲሓ ሰኣነቶ። ኣብታ ማዕጾ ግን ሓንቲ ወረቐት ተጠቂዓ ረኸበት። ርሑስ መዓልቲ ልደት ይግበረልኪ ሊላይ። እታ ዝዓበየት ነጥበ መቐይሮ መዓልቲ ኣኺለያ። እታ ህሞት! ሓቂ ድማ እያ ብዛዕባኣ ክሓስብ ከለኹ ክርትም ኢለ እየ ዝስሕቕ። ንሳ ኸኣ ምስ በርክሊ ዝተኣሳሰረት እያ። ተቐረቢ። ነታ ጽሕፍቲ ካብታ ማዕጾ መንጢላ ናብ ናይ ኣልበርቶ ናይ ቡስ ጣሳጹን ከተተታ። ንኣተነ ከም ዘይተመልሰ ርግጸኛ ነበረት። ስለምንታይ እዩ ደጋጊሙ ዘይምለሶ ሕቶታት ዘዝንበላ? ኣብ ዓሰርተ ኣርባዕተ ሰነ ካብ ቤት ትምህርታ ምስ ተመልሰት፣ ሀርመስ ኣብቲ ጀርዲኖም ከዕለብት ጸንሓ። ንሶፍያ ምስ ረኣየ ከም ኣመሉ ቁርምሩም እናበለ ተሓቑፋ። ሶፍያ እውን ሓቝፋ ክትደርዞ ጀመረት። ኩሉ ሕንቅልሕንቅሊተይ ዘጓነፋ ሀርመስ ዝፈትሓላ ስለ ዝመሰላ ከኣ መመሊሳ ሓቝፋ ደረዘቶ። ሶፍያ ንኣዲኣ መልእኽቲ ጽሒፋ ዋላ ኣድራሻ እንዳ ኣልበርቶ ከይተረፈ ገዲፋትላ። ምስ ሀርመስ ተተሓሒዞም ከዱ። ኣብ መንገዲ እናተጓዕዙ ሀርመስ ኣብ እንዳ መጸበያ ኣውቶቡስ ኮፍ መበሊ ርእዩ ጠጠው በለ። ንሶፍያ ኮፍ ክትብል ዝደልያ መሲልዎ ከኣ ቀው ኢሉ ጠመታ። ሶፍያ'ውን ኮፍ በለት። ዓይኒ ንዓይኒ ተጠማመቱ። ሀርመስ ኩሉ ኣካላቱ ኣንፈጥፈጠ። ኣፉ ከፊቱ ዉሕ ዉሕ ክብል እናተጸቤቶ ሊላይ ሕጉስ ዕለተ ልደት እግበረልኪ ዝበላ መሰላ ሶፍያ ኣፋ ከፊታ ተረፈት ናይ ብሓቂ ካብ ኣፉ ድዩ ወጺኡ ከመይ ጌሩ ከልቢ ይዛረብ ሓሰበት ድሕሪ ሒደት ካሊኢት ሀርመስ ከም ቀደሙ ሶፍያ ከኣ ከም ቀደማ ኮኑ። ተተሓሒዞም ከኣ መንገዶም ቀጸሉ። ኣብ እንዳ ኣልበርቶ ምስ በጽሑ ሶፍያ ኣብ ኣፍደገ ጠጠው ኢላ ንሰማይ ኣንቃዕሪራ ጠመተት። ጽቡቕ ክሊማ'ዩ። ደበና ተንጠልጢሉ ዝናብ ክዘንብ ዝደለየ ግን ይመስል። ኣልበርቶ ማዕጾ ከፊቱ ምስ ኣእተዎም ሶፍያ ናይ ሄርመስ ገና ደንጽዩዋ ስለ ዝነበረ ብሕርቃን ትሕትና ወዲ ትሕትና እሞ ይጽናሓልካ ሕጅስ ምሒር ኣብዚሕካዮ በለቶ ይሕጅኸ እንታይ ኮንኪ ኢሉ ሓተታ ወይ ማጀር ከኣ ሕጂ ንሀርመስ ዘረባ ዓሊምዎ በለቶ ክሳብ ክንዶ በጺሑ እንታይ ኢሉኪ ኢሉ ሓተታ። እስከ ገምት እንታይ ኢሉኒ መስለካ? ርሑስ በዓል ልደት ኢሉ ክኸውን ኣለዎ እምበር። ሓቀይ ድየ? ቢንጎ! ልክዕ ከማይ ኢሉኒ። እዚ ጥራይ ኣይኮነን፣ እታ ወረቐት ኣብ ናይ ቡስጣ ሳጹንካ ረኺብካያ ዶ? ሓተተት። ኦው! እወ ረኺበያ፣ ቀዲደ ኸኣ ጉሒፈያ። ቀጸለ ኣልበርቶ። እኒ በርክሊ ክዝክር ከሎ ክርትም ኢሉ እንተሰሓቐ ኣነ እንታይ ገዲሱኒ? ግን እንታይ ዘስሕቕ ከለዎ? በለት ሶፍያ። ዘስሕቕ እንተልይዎ ኸኣ ቀስ ኢልና ክንበጽሖ እንዲና። እሞ ሎሚ ብዛዕብኡ ኢኻ ተዕለኒ ማለት እዩ? እወ ሎሚ እያ እታ መዓልታ። ኣልበርቶ ተኸዲንዎ ዝነበረ ክዳን ናይ ጥንቲ እዩ፣ ግን ሻርባ ወድ ሻርባ ቀንጠመንጢ ኣይነበሮን። ኮፍ ኢሎም ከኣ ዕላሎም ጀመሩ። ኣብ ዝሓለፈ ግዜ ኣብዚኣ ኮፍ ኢልና ደካርትን ስፒኖዛን ኣብ ርትዓውነት ስለ ዝኣምኑ ናይ ሓባር ረቋሒ ነይርዎም ኢልና ነይርና። ርትዓዊ ማለት ከኣ ኣትሪሩ ኣብ ርትዕ ዝኣምን ሰብ ማለት እንድዩ ሓቀይ? እወ፣ ርትዓዊ ሰብ መሰረታዊ ፍልጠት ርትዒ'ዩ ኢሉ ዝኣምን እዩ። ብተወሳኺ፣ ርትዓውነታውያን ንሰብ መፋጥርቱ ዝኾነ ሓሳብ ኣብ ኣእምሮኡ ከም ዘለዎ፣ እቲ ሓሳብ ዝያዳ እናነጸረን እናበርሀን ምስ ከደ ኸኣ ምስ ርጉጽነት ከም ዝመዓራረ እዮም ዝኣምኑ። ትዝክርዮ እንዲኺ፣ ደካርት ህላወ ባጅጎ ንኽድምድም ብዛዕባ ፍጹም ባእታ ዝገለጾ ንጹር ሓሳባት። ኣይረሳዕኩዎን። ከመይ ገይረ ክርስዖ? ኣብ ዓሰርተ ሸውዓተ ዘመን፣ ቅድሚኡ'ውን ኣብ ግዜ ሶቅራጦስን ፕላቶን ሱር ተኺሉ ዝነበረ፣ ኣብ ርትዓውነት ዝተመርኮሰ ኣተሓሳስባ ልሙድ ኮይኑ እዩ ጸኒሑ። ኣብ ዓሰርተ ሸሞንተ ዘመን ግን ነዚ ኣተሓሳስባ'ዚ ብኹሉ ኩርናዓት ነቐፌታ ክዘንቦ ጀመረ። ሓያሎ ፈላስፋታት ህዋሳትና ዘይተመኮሩሎም ሓሳባት ኣብ ኣእምሮና ፈጺሞም ክጸንሑ ክህልዉ ኣይክእሉን እዮም ክብሉ ጀመሩ። እዚ ኣተሓሳስባ'ዚ ከኣ ተመኩሮኣውነት ይበሃል። እቶም ኣብ ተመኩሮኣውነት ዝኣምኑ ዝነበሩ ሰለስተ ፍሉጣት ፈላስፋታት ከኣ፣ ሎክ፣ በርክሊ፣ ህዩም ዝተባህሉ እንግሊዛውያን እዮም። እቶም ውሩያት ርትዓውነታውያን ናይ ዓሰርተ ሸሞንተ ዘመን ከም ዝረኣናዮም ደካርት ፈረንሳዊ፣ ስፒኖዛ ሆላንዳዊ፣ ሊብኒዝ ከኣ ጀርመናዊ እዮም ነይሮም። ስለዚ ክንፈልዮም ከለና ብሪጣንያዊ ተሞክሮኣውነት፣ ኤውሮጳዊ ርትዓውነት ኢልና ኢና እንገልጾ። ከመይ ዝኣመሰሉ ዓጸቕቲ ቃላት ደኣ እዮም! እስከ ተሞክሮኣውነት ትርጉሙ ድገመለይ። ኣብ ተሞክሮኣውነት፣ ፍልጠት ማለት ኣብ ዋህሳትና ዘስንቑና ጥራይ እዩ ካብ ዝብል እዩ ዝብገስ። ክላሲካዊ ኣገላልጻ ተሞክሮኣውነት ከኣ ካብ ኣሪስቶትል እዩ ዝመጽእዩ። ኣቐዲሙ ኣብ ህዋሳትና ዘይጸንሐነ ዝኾነ ነገር ኣብ ኣእምሮና ኣይህሉን እዩ ስለ ዝበለ። እዚኣ ነቲ ፕላቶ ሰብ ንመፋጥርቱ ሓሳባት ካብ ናይ ሓሳባት ዓለም ዘምጽኦ እዩ ዝበሎ ዓባይ ነቐፌታን ተቓውሞን እያ ነይራ። ሎክ ኣን ደካርት ክነቅፍ ልክዕ ነታ ናይ ኣሪስቶትል እዩ ደጊሙ። እሞ ኣቐዲሙ ኣብ ህዋሳትና ዘይጸንሐ ዝኾነ ይኹን ነገር ኣብ ኣእምሮና ኣይህሉን እዩ ማለት እዩ። ደገመት ሶፍያ። ብዛዕባ ሕጂ ኣብ ዓለምና እንርእዮ ዘሎና ኩሉ ዝኾነ ይኹን ሓሳባት ወይ ኣምር ኣቐዲሙ ፈጺሙ ኣይነበረናን። ምስ ተመክሮን ወድዓውነትን ፈጺሙ ዘይዛመድ ሓሳብ ወይ ኣምር ነይሩና እንተኾይኑ ከኣ እቲ ሓሳብ ወይ ኣምር ጉጉይ ኣምር እዩ። ንኣብነት ከም ኣባዥጎ፣ ዘለኣለማውነት፣ ትሕዝቶ ዝኣመሰሉ ቃላት እንተተጠቒምና ርትዒ ትዕመጽ ኣላ ማለት እዩ። ምኽንያቱ ከም ሓቂ ንኣባጅጎ፣ ንዘለኣለማውነት ወይ ነቲ ናይ ፈላስፋታት ትሕዝቶ ዝብልዎ ብውዱዕ ተመኪርናሎም፣ ኣይንፈልጥን ኢና። ስለ ዝኾነ ሓያሎ ምሁራን ብፍልስፍናዊ ኣገባብ ተጠቒሞም ዘወረቑዎ ጽሑፋት መሰጥቲ እኳ እንተኾኑ ሓድሽ ኣምር ስለ ዘየቕርቡልና ብማይክሮስኮፕ ክፍተሹን ብሚሕየ ክንፈዩን ዘለዎም እዮም። ከምቲ ወርቂ ንኽትረክብ ሓመድን ሑጻን ኣኪብካ ደጋጊምካ ምስ ነፋኻ ገለ ብልጭልጭ ዝብል ወርቂ እትረክብ ማለት እዩ። ኣብ ብሪጣንያዊ ተመኩሮኣውነት ከኣ ናይ ደቂ ሰብ ሓሳባትን ኣምራትን ኣዳቒቕካ ፈቲሽካ ምስ ርጉጽ ተመክሮኣውነት ምዝማድ ኣዝዩ ኣገዳሲ መስርሕ ኮነ። በብሓደ ክንርእዮም እምበኣር ብጆን ሎክ ንጀምር። ጆን ሎክ፣ ሽሕን ሽዱሽተ ሚእትን ሰላሳን ክልተን ክሳብ ሽሕን ሸውዓተ ሚእትን ኣርባዕተን ኣብ ሃገረ ብሪጣንያ ዝተወልደ ፈላስፋ እዩ። ቀንዲ ኣበርክትኡ ምስትውዓል ደቂ ሰብ ዝብል ጽሑፍ ኣብ ሽሕን ሽዱሽተ ሚእትን ተስዓን ዝተሓትመ እዩ። ኣብዛ ጽሑፉ ክልተ ሕቶታት እዩ ክምልስ ፈቲኑ። ቀዳማይ፣ ሓሳባትና ካበይ'ዮም ዝመጽኡ? ካልኣይ፣ ህዋሳትና ዘስንቑና ዘተኣማምን ድዩ? ዝብሉ'ዮም። ሎክ ነታ ቀዳመይቲ ሕቶ ክምልስ ከሎ፣ ኩሎም ሓሳባትና፣ ካብቲ ካብ ህዋሳትና ዘስንቑና'ዩ ዝምንጭው ኢሉ። ቅድሚ ዝኾነ ይኹን ነገር ምርኣይና፣ ኣእምሮና ሌጣ'ዩ። ብኻልእ ኣዘራርባ፣ ኣእምሮና ልክዕ ከምቲ ቅድሚ መምህር ምምጽኡ፣ ሌጣ ዝጸንሕ ጸሊም ሰሌዳ'ዩ። ሓደ ሓደ እዋን እውን ሎክ ነዚ ምስ ሓደ ኣቑሑ ዘይብሉ ቤት የነጻጽሮ። ሎክ ዝኣምኖ እምበኣር፣ ኣቐዲምና ኣብ ዙርያና ዘሎ ዓለም ንዕዘብ፣ ንነገራት ከኣ ብህዋሳትና ንርኢ፣ ነስተማቕር፣ ንሽትት፣ ንድህስስን ንሰምዕን። ነዚ ህጻናት ብዝለዓለ ደረጃ እዮም ዝጥቀምሉ። ካብ ህጻንነትካ እዩ ናብ ህዋሳትና መስርሕ ዝጅምር። ይኹን እምበር፣ ኣእምሮና ንኹሉ እቲ ህዋሳትና ዘስንቕዎ ግዳማዊ ሓበሬታ፣ ከም ዘለዎ ይቀበሎን እዩ። እቲ ሓበሬታ ብሓሳብ፣ ብርትዒ፣ ብእምነትን ብምጥርጣርን ኣብ ኣእምሮ ይዕየ። እዚ መስርሕ እዚ ኸኣ ነጸብራቕ ይበሃል። ሎ ካብ መንጎ እህወሳን ወይ ምህዋስ ነጸብራቕን ዶብ ይገብረሉ። ምኽንያቱ ኣእምሮና ወይ ሓንጎልና ነቲ ህዋሳትና ዝቕበልዎ ሰሪዑን መስሪሑን ዘንጸባርቕ እዩ። ኣብዚ ኸኣ እዩ ሰብ ጥንቃቐ ዘድልዮ። ብዝርዝር ክገልጾ ከሎ ሰብ ኣቐዲሙ ተራ ምህዋስ እዩ ዝግንዘብ። ንኣብነት ኣነ ንፈለማ ግዜ ቱፋሕ ክበልዕ ከለኹ መጀመርያ እታ ቱፋሕ ከባብን ቡናዊ ሕብርን ሽታን፣ ከም ዘለዋ ፈለጥ። ክበልዓ ምስ ጀመርኩ ከኣ ሓሾኽ ሓሾኽ ዝብል ምጽጽ ዝበለ ጣዕሚ ከም ዘለዋ ግንዘብ። ብድሕሪኡ ብተደጋጋሚ ቱፋሕ ክበልዕ ከለኹ ንኹሉ ቅርጻ፣ ሕብራን መቐረታን ካልእን ተገንዚበ ስለ ዝጸናሕኩ ቱፋሕ በሊዐ ክብል እኽእል። ሎክ ነዚ ድምር ሓሳብ ናይ ቱፋሕ ይብሎ። ከምኡ ከኣ ንኻልእ ከም ብርቱኳን፣ ለሚን፣ ወይኒ፣ ናርገ ወዘተ ዝኣመሰሉ ብድምር ሓሳባት ወይ ግንዛበ ንፈልዮም። ንምጥቕላሉ፣ ንሕና እንፈልጦ ዓለምና፣ ኣቐዲሞም ህዋሳትና ብዘስንቑና ኣገባብ ኢና እንግንዘቦ። እቲ ሓቀኛ ፍልጠት ከኣ ንሱ'ዩ። ብህዋሳትና ዘይሓለፈ ፍልጠት ግን ሓቀኛን ዘተኣማምንን ኣይኮነን። ብዝኾነ፣ ህዋሳት ክትብል ከሎኻ፣ ነቲ እንርእዮ፣ እንሰምዖ፣ እንድህስሶ፣ እንሽትቶን እነስተማቕሮን ማለትካ እንድዩ። እወን ኣይኮነን እዚ ሕጂ ናብታ ካልኣይቲ ሕቶ ይወስደና ነታ ቀዳመይቲ ሕቶ ክምልስ ከሎ ሎክ ሓሳባትና ካበይዮም ዝመጹ ብምሕታት ብህዋሳትና ዝሓለፉ ምዃኖም ገሊጹ እታ ካልኣይቲ ሕቶ ከኣ ህዋሳትና ዘስንቑና ከ የተኣማምን ድዩ ኩሉ እቲ ኣብ ዓለም እንዕዘቦ ናይ ብሓቂ እንዕዘቦ ድዩ ኢሉ ሓቲቱ ሓደ ፈላስፋ ከኣ ከምኡ ዝበለ ሕቶታትዩ ክሓትት ዝግብኦ። ንኹሉ ነገር ሰም ኢሉ ክቕበሎ ይግባእን። ስለዚ ሎክ ቀዳማውን ካልኣውን ጠባያት ብምባል ከፋፈሎ። ከምዚ ምግባሩ ከኣ ነቶም ቅድሚኡ ዝነበሩ ዓበይቲ ፈላስፋታት እንኮላይ ንደካርት በቲ ዘጽንሑሉ ወሰዶም። ሎክ ቀዳማዊ መለቀብታ ዝብሎ ክብደት፣ ቁመት፣ ምንቅስቓስ፣ ፍቕዲ ወይ ኣሃዝ ወዘተ እዩ። ነዚኣቶም ብዝምልከት እዋሳትና ብውዱዕ እዮም ዘቕርቡልና። እዚ ጥራይ ግን ኣይኮነን፣ ካልኦት ካልኣዊ ጠባያት ናይ ነገር እውን ኣለዉ። ንሓደ ነገር ጸሊም ወይ ጻዕዳ፣ ምቁር'ዩ ወይ መጺጽ፣ ውዑይ ወይ ዝሑል ወዘተ። ዘብሉዎ መግለጺታት ከኣ እዮም። እዞም ከም ሕብሪ፣ ሽታ፣ መቐረት፣ ድምጺ ዝኣመሰሉ ጠባያት ግን፣ ነቲ ውድዓዊ ዓይነት ናይቲ ነገር ኣይገልጹን እዮም። ናይቲ ነገር ግዳማዊ ሓቂ ጥራይ እዮም ዘንጸባርቑ። ንነፍሲ ወከፍ ሰብ ከከም ዘስተማቕሮ ይገልጾ ማለት እዩ። ልክዕ ኣሎኺ። ኣብቲ ቀዳማዊ፣ መግለጺ ናይ ሓደ ነገር ማለት ግዝፊ፣ ክብደት፣ ቁመት ወዘተ ኩልና ንሰማማዕ። ኣብቲ ካልኣዊ ከም ሕብሪ፣ መቐረት ወዘተ ግን ዝተፈላለየ መግለጺ ንህበሉ። ንስኺ ሓንቲ ብርቱዃን እናበላዕኪ፣ ፍርቃ መቒልክኒ ክልቴናን በልዓ። ንስኺ መጺጻ ኢልኪ ክትገድፍያ ከሎኺ ኣነ ከኣ ምቅርትያ ኢለ ባህ ኢሉኒ ንኹላ በልዓ። ኣብ ሕብሪውን ንስኺ ጨዓይቲያ ክትብሊ ከሎኺ ኣይፋሉን ብጫያ ክብል እኽእል። ወዘተ ማለት እዩ። ስለዚ መግለጺ ካልኣዊ ጠባያት ናይ ሓደ ነገር ካብ ሰብ ናብ ሰብ ካብ እንስሳ ናብ እንስሳ ክፈላለ ተኽእሎ ኣለዎ። እቲ ሓደ ሓቁ እዩ እቲ ካልእ ከኣ ተጋግዩ ክትብሊ ኣይከኣልን። ምኽንያቱ ነፍሲ ወከፍ ከከም ምህዋሱ ስለ ዝገልጾ። ስለዚ ኣብ ሕቶ ዝተመጠጠ ሓቅነት፣ ሎክ፣ ሰብ ብርትዒ ክግንዘቦም ዝኽእል ምስትውዓላት ኣለዎ ስለ ዝበለ ምስ ደካርት ይሰማማዕ። ብተወሳኺ ሎክ ካልእ ብገምሪ ወይ ብወዝቢ ብስምዒት ክትግንዘቦም እትኽእል ፍልጠት ከም ዘሎ'ውን ይኣምን። ንኣብነት። ገለ ሞራላዊ መትከላት ንኹሉ ሰብ ዝገዝእዎ ኣለዉ። ብኻልእ ኣገላልጻ ባህርያዊ ሓቅታት ኣለዉ። ሰብ ንህላወ ባጅጎ ዘረጋግጸሉ መፋጥርቱ ዝኾነ ርትዒ ኣለዎ ይብል። ሎክ እዚ ምባሉ ናይ ርትዓውነት ጠባይ ከም ዝነበሮ የረጋግጸልና። ግን ሓቁ'ዩ ዝኸውን? ብዛዕባ እንታይ? ኣባጅጎ ምህላዉ ምናልባት ሓቁ ይኸውን ግን ብዕዉር እምነት ኣይኮነን ከረጋግጾ ዝፈተነ ኣባጅጎ ዝብል ሓሳብ ርትዒ ኣብ ሰብ እዩ በቑይሉ ስለ ዝበለዩ ርትዓዊ ጠባይ ነይርዎ ንብሎ ብተወሳኺ ንናጽነት ዳህሳስ ፍልጠት ተጣቢቑ እዩ ጭቆና ደቂ ኣንስትዮ ሰብ ኣምጽኦን ዘይባህርያውን ብምዃኑ ክቕየር ኣለዎ ብምባል ይጭነቕ ነይሩ። ኣዚያ እሞ ሓቁ እዩ። ካብቶም ኣብ ቀረባ ዘመን ዝነበሩ ፈላስፋታት ሎክ ብዝያዳ ንመሰል ደቂ ኣንስትዮ ዝተማጎተ እዩ። ጆን ስቲዋርት ሚል ከኣ ንዕኡ ተኸቲሉ ንማዕርነት ክልቲኡ ጾታ ተቓሊሱ። ቃልሱ ድማ ኣብ ዓሰርተ ሸሞንተ ዘመን ናብ ዘመነ ምንቕቓሕ ፈረንሳ ዝያዳ እናዓምበበ ከደ። ሽዑ ጆን ስቲዋርት ሚል ምክፍፋል ዕዮ ዝብል ጭርሖ ጭሪሑ ንእምነቱ ተጣበቐሉ። ሽዑ እንዲዩ ሓቀይ ስልጣን መንግስቲ ኣብ ዝተፈላለዩ ትካላት ዝተኸፋፈለ። እወ፣ ኣስማት እዘን ትካላትከ ትዝክርዮ ዲኺ? እም፣ ሓደ ሓጋጊ ኣካል ወይ ምሩጻት ወከልቲ፣ ካልኣይ ፍርዳዊ ኣካል፣ ሳልሳይ ድማ ፈጻውሚ ኣካል ወይ መንግስቲ እንድዮም። እወ ዘኪርክየን። እዚ ናይ ስልጣን ክፍፍል ኣገባብ እዚ ኣብ ዘመን ምንቕቓሕ ፈረንሳ ብሓደ ሞንተስክዩ ዝተባህለ ፈላስፋዩ ከም ኣምር በቚሉ። ኣቐዲሙ ግን ሎክ ጭቆና ክጠፍእ እንተድኣ ኮይኑ ሓጋጊ ኣካል ካብ ፈጻሚ ኣካል ፈጺሙ ክፍለ ኣለዎ ኢሉ ነይሩ። ሎክ መበል ዓሰርተ ኣርባዕተ ንጉስ ሉዊስ ኩሉ ስልጣን በይኑ ኣብ ዝብሓተሉ እዋን እዩ ዝነብር ነይሩ። ንጉስ ሉዊስ ሃገር ማለት ኣነ እየ ይብል ነይሩ። ብናይ ግዜና ኣገላልጻ ስርዓት ሉዊስ ሕገ ኣልቦ ምልካዊ ስርዓት ኢልና ንሰምዮ። ብእምነት ሎክ እምበኣር ሓንቲ ሃገር ስርዓትን ሕግን ክህልዋ እንተኾይኑ እቲ ሓጋጊ ኣካል ወኪል ህዝቢ ስለዝኾነ ሕጊ ይነድፍ ይእውጅ።